ሓደ መንግስቲ እንድሕር ሕጊ ዘይብሉ ፈረሱን ልጓም እንድሕር ደኣ ዘይብሎም ቀይዲ በትኒ ከም ዝኾኑ ፍቅሪ ተኮይኑ እንድሕር ማዕረ ክንድዚ ንፍቅሪ ትብህግዮ ተኮንኪ ደኣ ስለምንታይ ምስቲ ቦይፍሬንድኺ ያኢ ቅድሚ ሕጂ ዝነበረ ቦይፍሬንዳ ንካሊእ ሰብ ክምርዖ ተሎስ ፍቅሪ እኮ ብጣዕሚ ሓያል ነገር እዩ ኢላስ ኣብቲ መርዓታ ኮይና እያ ዘይትርከብ። መስከረም እዩ ሓድሽ ዓመትና።
ዓድዋ፣ ዓዲግራት፣ ኣኽሱም፣ ራያ፣ ተምቤን ሽማሽም ወጺዎ ባዕልና ንባዕልና ክንባላዕ። እቲ ዘረባ ንባዕሉ ዘሕዝን ዘሕፍር። ሰላም ጥዕና ሃበለይ ከመይ ኣለኹም ከመይ ትቕንዩ ክቡራትን ፍትዋትን ተኸታተልቲ ሽደን ሪኣክትስ ዋን። እግዚኣብሔር ይመስገን ዳሕና ዲኹም? ኩሉ ሰላም ድዩ?
ንሎምዓንቲ እውን በቲ ልሙድ ብሓዱሽ ቪድዮ ተራኺብና ኣለና ማለት እዩ። ተመስገን! ክሳብ መወዳእታ መደብ ምሳይ ጸኒሕኩም ኣብ መወዳእታ ድማ ነዚ ቻነል እዚ ሓደሽቲ ዝኾንኩም ሳም ኩንሕወስ ቪድዮ ክንሰርሕ ታብታብ ግበሩ። ኧረ ፍሎ በሉልና።
ሳብስክራይብ ስለትገብሩ ኣዝየ ኣዝየ ዘመስግን ማለት እዩ። ኣሰይ ኣሰይ ሸቕ እሰይ ነባራት ኮይንኩም ርእቶታትኩም ትጽሕፉ ኢኹም ብጣዕሚ ብጣዕሚ ደስ ዝብለኒ ወዲ ሽረ ወዲ ሽረ እንታይ ኣስሕቐካ ማለት እዩ ዘስሕቕ ዲ ኮይኑ እቲ ናተይ ሓሳብ ክቡርን ፍትውን ሓወይ ኣይመስለኒ እስኪ ጽቡቕ በል በቃ እንድሕር ደኣ ደስ ኢለካ ኮይነ ማለት እዩ ኣብዚ ዘሎ ማለት እዩ እዞም ባራይ ኢሳያስ ዘይውዕልዎ ኩናት ክፍክሩ ኣብ ሳልሳይ ወራርዶ ኢሳያስ ኣስመራ ከይመፅሞ ስልጣን ከይንምንጠል ዓሰብ ግደፉሎም ኣይበለን ነቶም እምቢ ኢሎም ዓሰብ ዘድሓኑ ከዓ ብምስምስ ስርሒት ፎርቶ ኣሲርዎም ብጣዕሚ ዘሕዝን ነገር እዩ ማለት እዩ ስለዚ ከምቲ ዝብለኩም ዘሎ ንድሕር ዳ ኮይኑ ሓቂ እንተኮይኑ እስኪ ርእቶኹም ንስኻትኩም ሃብ ኢኹም ወዲ ብሉ ሪቮሉሽን ከዓ ዒልነሎ ማለት እዩ ሰይ ኣርያም ቴንኪዩ ብጣዕሚ እየ ዘመስግን ማለት እዩ ብዝኾነ ደስ ደስ ትብሉ ብዙሓት ፍልይ ፍልይ ዝበሉ ርእቶታት እትህቡ ሰባት ኣለኹም ብጣዕሚ እዩ ደስ ዝብለኒ ማለት እዩ ሓደሽቲ ኮይንኩም እውን ሳብስክራይብ ምግባርኩም ኣይትረስዑ ዝብለኩም ናብ ናይ ሎማዓንቲ ቪድዮ ክንሰግር እንተለና ብዙሓት ቪድዮታት ኣካላት ኢና ክንርኢ ማለት እዩ ዝትሪእዎ ዘለኹም ብምሉእ ዝድህሰስ ጉዳይ ይኸውን ስለዚ ብካፒቴን ክንጅምር ኢና። እዝጊ ውጋእ እዮ ማእገር ምውጋእ ዝበሃል ኣሎ ሚስተር ካፒቴን ትፈልጥ ዶ ምውጋእ ማለት ምውጋእ ማለት ከምዚ ዝውጋእ ነገር ማለት ኣይኮነን ኣብዚ ፓተርን ምስራሕ ማለት እዩ ከምዚ ክስዕስዕ ከለኻሲ ከም ዝኾነ ነገር ከምዚ ዝብል ኣሎ ምሽ ብቋንቋ ትግርኛ ኣብዚ ማእገርካ ማለት እዩ ሸቕ ሸቕ ከምዚ ክትገብር ኣለካ ንሱ እንታይ እዮም ዝብልዎ ወለድና መሲልካ ምውጋእ ይብልዎ ጣፍ ማለት ደቂ ኣእኽሊ ኣምሽ ደቂቕ ፓተርን ገለ ከምዚ ከምዚ ዝብል ድሕር ዳኣ ሰሪሖም ከዓ ናይ ጣፍ ዝበሃሉ ናይ መሸላ መሸላ ካብኡ ቅልል ዝበለ ንእሽተይ ፍሪ ዝበለት ናይ ዒልቦ ከዓ ካርን ማለት እዩ ናቱ ከዓ ማለት እዩ ዕርዩ ተረዲእካ ደልሒ ተረዲእካ ዲ ስለዚ ከምዚ ትብል ማለት እዩ ናይ ሶርገም ኣሎ ሓደ ጤፍ ናይ ጣፍ ከዓ ኣሎ ማለት እዩ ድቕቕ ዝበለ ስለ ኣሰዓሰዓኻ ጎበዝ እዩ ኣብዚ ዓዲ ተወሊድካ ዓቢኻ ዲኻ ኣብዚ ኣብዚ ዲኻ ነርካ ጎበዝ ብጣዕሚ ብርቱዕ እዩ ባህሉ ዘይገድፍ ማለት እዩ ንህዝቡ ዝቃለስ ጎበዝ ለባም መንእሰይ እዩ ካፒቴን ስምዑን እንዶ እንቱም ፒፕለይ ዋ ኣነስ ነዛ ሓማተይ ማለት እዩ ሓፂረያ ደ ኮይነ ፀሊመያ ክሳብ ሕጂ ምርኣይ ኣብያትኒ ዘላ ዋ ሓንቲ ሓማት ሓንቲ ሓማት ዋይ እዚሲ ክፅብቕ ሰብኣይ ጓልካ ትገብሮ ትብል ዘየላ ቦይ ምዃን ሓቃ እያ ካበይ ኣምጺኡ ጥልፊ ወይ ወርቂ ክገብረለይ እኮ ትብለን እንትኸውን ኣንቱም ዝሓማተይ ግን መሲልዋ እዩ እምበር እኮ ኣብ በዓል ባንግላድሽ ጥልፍን ወርቅን ሓጢኣት እዩ ክገርመኩም እኮ ይገብሩን ሓደ ሰብ እቲ እንኮ በቃ እቲ ዘዋን እቲ ዋሒድ እቲ ሓደ ጠባይ ጠባይ ጓላ ክፈልጠላ ዝኽእል ኣነ ጥራየ ካልእ ይትረፍ ኣብ ላይፍ ክትኣቱ እንከላ ማለት እዩ ታብታብ ግበሩላ ኣንበሳ ስደዱላ ኢለ በቲ ንሶም ዝሰዱልና ኣንበሳ ጌርና ከማን እኮ ሓዳርና ንገብር እምበር ዘርሐ ሓልፈሉ ተዝኸውን ነይሩ ከም ኣድጊ ፃዕራም የለን ኣድጊ መሓለፈሉ ነይሩ ዋ ካብ ኣድጊ ገዲድና ኣለና
እንዳበለ እዩ ንምግበይ ንገዛ ከራዮ እውን ኣብቲ ጨርተም ኣሕዋት ኤርትራውያን ኣሕዋተይ ንሶም እዮም ኩሉ ነገር ዝገብሩለይ ዘለዉ ማለት እዩ ኣብቲ ቸርች ሓሙድ ንሓሙድ ጉጡ ይጨውንሉ እቲ ዘረባ ኣገለግለ ኢለ ኣብዛ ግን ህዝቢ ህዝቢ ኤርትራ ህዝቢ ህዝቢ ትግራይን ሲ ኣብ ዝሓለፈ ጀነሬሽን ሲ በቃ ዝበሃል ክወራረስ የብሉን ፅልኢ ሕጂ በቃ በቃ ዊ ሃቭ ቱ ስቶፕ እዚ ናይ ፅልኢ ህዝቢ ትግራይን ህዝቢ ኤርትራን ጽልኢ ዝበሃል የብሉን። ሕጂ በቃ ኣነም እቲ በቃ ስ- ፍቅሪ ፍቅሪ እዩ። ፍቅሪ ተኮይኑ እንድሕር ማዕረ ክንድዚ ንፍቅሪ ትብህግዮ ተኮንኪ ደኣ ስለምንታይ ምስቲ ቦይ ፍሬንድኺ እ፣ ኣብቲ መርዑ ዘይተሳተፍ ከም በልዋ ማዕረ ክንድዚ ንፍቅሪ መስዋእቲ
ጉዳይ ማዕበል የስሒቆና ኣነስ ምንም ዝኾነት ጓል ኣንስተይቲ ነራስ ንፍቅሪ ዋጋ ይኽፈል እዩ ኢላ ብሓይሊ ተረዲኣቶሲ ኣብ ልባ ውሽጢ ብጣዕሚ ተሰሚዕዋስ ያኢ ቅድሚ ሕጂ ዝነበረ ኣቦይ ፍሬንዳ ዝነበረ ንካሊእ ሰብ ክምርዖ ተሎስ ፍቅሪ እኮ ብጣዕሚ ሓያል ነገር ኢላስ ኣብቲ መርዓታ ኮይና ዘይትርከብ እዚ እዩ ማለት ምስ ኣብ መንጎ ትግራይን ኣብ መንጎ ኤርትራን ዘሎ ፅልእስ ኣብ ኣወዳዲሩ ዘርእየና ዘሎ ማለት እዩ ማዕበል ኣርቲስቲክ ኣረ በጃ ግደፍ ሕፈር እስኪ ሰልጠነኸ ትብል ዲኻ ዝኾነ ክትዛረብ ዲሽ ሰብ እምነት ዘይብሉ
ሓደ መንግስቲ እንድሕር ሕጊ ዘይብሉ

ሳላኻ እንዲ ኩሉ ህዝብና ኤሪትራ ቀሲኑ ሓዲሩ ሳላ ውፊ ጅግና ባንዴራ መልቢሉ ዝዓለምና ብዙሕ
ሰልጠነ ከኣንስ ማለት ብጣዕሚ እቲ ናይ ሰልጠነ ሚድያኻት ኣይኮነሎ መሲልካ ውልቀ ሰባት ዝበሃሉ ብጣዕሚ ወሪድኩም ንታሕቲ ማለት እዩ ኣነስ እንድዒ እቲ ናተይ ሚድያ ካብቲ ናትካ ብጣዕሚ ዕፅፊት ዓፃፅፍ ገለ ዝነኣሰ እዩ ማለት ሓቂ ንምዝራብ በቲ ዓይነት ዕብየት ናይቲ ሚድያ ተርእናዮ ግን ኣብቲ ናትካ ሚድያ ዝሪኦ ዘለኹ ሎም ሎም ተቐቦም ሓደ ሓደ ፕሮግራማት ግን ዋላ ንሶም ቆሪፆም ጥራሕ ድዮም ዘምፅዎም ኣይፈልጥን ግን ብጣዕሚ ንእሽትለይ ዝወረዱ ማለት እዩ እከለ ትግራወይቲ እያ ነይራ ትውልዳ ከምዚ እያ ገለ ከምኡ እንተዘይትብል እንታይ ፀገም ኣለዎ ድዩ ዝኾነ ይኹን ሕጂ እዚ ሰብኣይ እዚ ዝመሰሎ ሓሳብ ይደርፍ ኣሎ ዝመሰሎ ዝመሰለካ ክትዛረብ ኢልካ ከመይ ትቃለስ ዘለኻ ንስኻ ዝመሰሎ ከኣ ይዛረብ ኣሎ ግደፍዎ ያኸ በቃ ግን ዓምና ከኣ ንስኹም ከምኡ እንተበልኩኹም ተደገፍኩኻ ማለት እዩ ኣይተጋድድ ኣይተጋድድ ይብለካ ኣለኹ ቦል ኣታ ኪድ ዘሐጉስ ዜና ማለት እዩ ድሕሪ ብዙሕ እዋን ጠፊኡና ዝነበረ ሱዝኒኖ ኩሉ ሓሳባቱ ኣዋዲዱሲ ሓድሽ ኮሜዲ ሒዙ መፅኡ ኒው ኮሜዲ ማለት እዩ ስለዚ ኒው ኮሜዲ ክመፅ ከሎ ከዓ ሽደን ሪኣክትስ ሪኣክት ክገብር ንቡር እዩ ንምንታይ ሪኣክት ዝገብር ቢከዝ ኮሜዲ ማለት ንሓደ ሕብረተሰብ ብቐልዲ እንዳምሰለ ወግዕታቱ፣ ባህልታቱ፣ ልምድታቱ፣ ዝኽርታቱን ከምኡ እውን ድማ ሓደ ሰብ እንታይ ከም ዝመስል ካብቲ ሕብረተሰብ ስለ ዝወፀ እንዳዋዘየ ብቁም ነገር እንዳሰሓቐ እንተየቆጥዐ፣ እንተየሕዘነ፣ እንተየብከየ እኳ ደኣስ እንዳሰሓቐ ዘቕርበልና ማለት እዩ። ልዋም ዶ ኢልኩም ሓቀይ ዶ ዌልካም በልዎ ሚድያ ሚድያ ሚድያ ሓድሽ ማለት ሚድያ እያ ትብልካ መስከረም እዩ ሓድሽ ዓመትና ብኩለይ ንኢደካስ ንዓና ድየ ታስዙኒ ነስኪ ምክንያቱ ሓድሽ ዓመት ክትብል ከለካ ምስ ተፈጥሮ ምስ ባህሪ ምስ መሬትካ እዩ ዝኸይድ እምበር ፀዓዱ ገብርዎ ኣለዉ ኢልካ ስኢልካ ጥሪ ኢልካ ኣይኮንካን ትገብሮ ሓድሽ ዓመት እት ኢልካኒ ንዓይ ስለምንታይ ኢኻ ኢልካኒ ኢለ ተሓይተካስ እንታይ ኢኻ ክትብል። ስለዚ መስከረም ሓድሽ እዩ ብግብሪ ጥሪ ግን ዶሮና እዩ ተወዲኡ ኣሎ ሓድሽ ዝበሃል ኣብ ጥሪ የለን ናቲንግ ኣብ ጥሪ ሓድሽ የለን ህዝቢ ኤርትራ ዓለም ጌራቶ ኢልና ጌርናዮ ኣለና ስኻል ዘረባ እዩ ንዓና ንኤርትራውያን ውሻጠና ክንርኢ ከለና ግን ወላ ሓንቲ ሓድሽ ኣብ ጥሪ የለን እንታይ ሪኢኻ ሓድሽ ጌርካዮ ጥር ተይልኒ ዝኾነ ሰብ ዋላ ሓንቲ መልሲ ዝበሃል የብለይን ሓንቲ መልሲ ናተይ ንጸዓዱ ሪኤ ጌረዮ እዚኣ ጥራይ እሞ ናይ ኣቦታትካ እንዲ ነርካ እንታይ ናይ ኣቦታትካ ዘየኽበርካስ ናይ ጸዓዱ ቦታ ተኸቢርካ ተይልኒ ደኒነ ኣጽቅጥ ኣቢለ ዝኸይድ እዚ ነብሰ ቅልውላው ነብስኻ ዘይምእማን ነብሰ ምትሓት ዘምጽኦ ጸገም እዩ ኣብ መወዳእታ ምልሲ ክምልካ ይኻልከይንታ ሕጂ እንታይ ኢና ንብል ዘለና ብግብሪ መስከረም እዩ ሓድሽ ዓመት ናይዚ ሃገር እዚ ናይዚ ህዝቢ እዚ ብምሉኡ መስከረም እዩ ሓድሽ ዓመቱ መንግስቲ ጥሪ ገይርዎ ዝተፈላለየ ምክንያት ተረዳዲኦም ገረመ ኮኑ ክልኦም ፕራክቲካል ግን እዛ ዝብላ ዘለኹ እያ እንታይ ኮንካ ጌርካዮ ምስ በልክዎሲ ዕጉብ መልሲ ክረክብ እየ ኢለስ ኣይጽበን እየ ዋላ ሓንቲ ኣብኡ ከለኻ ከይተዛረበ ፍቱሕ እዩ ንሕና ንኤሮጳውያን ነቲ ዝበዝሐ ዓለም ክንመስል ኢልና ክብለኒ ይኽእል እዩ ክንመስል ኢልና ምሉእ መልሲ ኣይኮነን እንታይ ንዕኦም ንመስል ነብስና እዚ ንመስል እዚ ምሉእ መልሲ ይኮነ ንዓ ምናልባት እቲ መስከረም ሃይማኖት ስለ ዝሕወሶ ናይ ክርስትና ክመስል ይኽእል እዩ ክብለኒ ይኽእል እዩ እቲ ሃይማኖት ዝውስኸሉ ንዕኡ ዝምልከት
መልእኽቲ ንቐፅል ሕክምና ስኢኖም ኣብ ሕክምና ብቑስሊ ብጨናይ ብሓሰኻይ እናተበልዑ እናሓለዉ ኣመራርሓና ዘለዉ ግን ኣብ ሕቶኽቶኽ ግዜ ኢና ነሕልፎ ኣለና ስለዚ እዚ ብዝሰኸነ ኣገባብ እታ እምዳይ መን ይወርሳ ካብ ዝብል ኣበሃላ ወፂና ብዝሰኸነ ኣገባብ ናንተቶም መላምን ደቅኹም ኣሕዋትኹም ኣብ በረኻ ገዲፍኹሞም ዝመፃኹም ስዋኣት መናእሰይ ዓደይቲ ቐሲኖም ክዓርፉ ምእንታን ብሰላም ክትፈትሕዎ ኢና ፃዊዒተይ ከቕርብ ደለኹ። የስምረልና ህዝብ ራያሲ ኣብ ትግራዋይነቱ ተሓምዩ ኣይፈልጥን ተጠርጢሩ እውን ኣይፈልጥን ልዕሊ ዝኾነ ትግራዋይ ክኾን ብዙሕ ርሕቐት ክኸይድ ዝኽእል ዝደሊ ህዝቢ እውን ኣይኾነን። ዝኾነ ህዝቢ ትሕቲኡ ገይሩ ዝርኢ ህዝቢ እውን ኣይኮነን። ሕዚ ኣብ መንጎ ሰበ ስልጣን ዝተፈጠረ ዘይምቁድዳው ህዝቢ ከም ህዝቢ ህዝቢ ከም ህዝቢ ዘየለ ታርጋ ክትልጥፈሉ ልክዕ ከምታ ቅድሚ ሕዚ ዝነበረት ንውሱናት ሰባት ኣብዚ ኣለዉ ኩር ጀነራል ፃድቃን እውን በፂሓቶም ስለ ዝኾነት ንውሱናት ናይ ሓሳብ ኣፈላላይ ንዘለዎም ሰባት ታርጋታት እናለጠፍካ ዝተለመደ ኣካያይዳ ሕዚ እንደገና ህዝቢ ከም ህዝቢ ብጣዕሚ ዘሕዝነኒ ነገር ትኹረት ክግበረሉ ዝግባእ እዞም ኣንፃር መንግስትነትናን እዞም ኣንፃር ረብሓ ህዝብን ዝኸዱ ዘለዉ ዝብሎም ዘለኹ ሓይልታት እታ ናይ መጨረሻ ናይ ሕማቕ ጥይት ናብ ውሽጥና ተጒሶሞ ብዘሕፍር ትግራዋይ ካብ ጫፍ ሑመራ እስካብ ጫፍ ራያ ካብ ጫፍ ኢሮፕን ዓጋመን እስካብ ጨፍ ተምበን ከቲቱ ኣንፃር ፀላኢ ከምዘይተቓለሰ ቕድሚ እዚ ዝነበረ መንግስትና ኣዮኻና ኢና እናበልና ኣደባባይ ክነዕለቕልቖ ከለና ብከባብያውነት ኣይኮነን ብትግራዋይነቱን ብመንግስትነቱን እዩ መንግስትና እዩ ኢልና ስለ ዝኣመንና እዩ ሕዚ ዝኾነ ሰብ ናብ ስልጣን ስለ ዝመፀ ወይ ኣብ ዝኾነት ናይ ስልጣን ጫፍ ምስምዕማዕ ስለ ዘየለ ህዝቢ ከም ህዝቢ ዝኾነ ታርጋ ሂብካ ለጢፍካ ንምንጋሩ ብዘሕፍር ጥራሕ ከይኣክል ዓድዋ፣ ዓዲግራት፣ ኣኽሱም፣ ራያ፣ ተምቤን ሹማሹም ወጺዎ ባዕልና ንባዕልና ክንባላዕ ኣብ ታሪኽ መሕፈሪ እዩ። ታይ ክግበር እዩ ዝድለሎ? እዞም ኣብዚ ኣኼባታት ገለ ዝሰምዖም ዘለኹ ሰባት እኳ ሎሚ ኣነ ሎሚ ማእገረይ ሓደ ሓደ ግዜስ ብሰብ ማእገርካ ኣይንፍሕዎን እዩ ማለት ትምክሕትኻን ሓይልኻን ዓቕምኻን ፈጣሪ እዩ ቀፂሉ ግን ሓደ ሓደ ግዜ ናይ ልብኻ ዝዛረብ ብዙሕ ሰብ ክትሰምዕ ተለኻ ደስ ይብለካ ብጣዕሚ ደስ ይብሉኒ ማለት እቶም ብፍላይ ኣብቲ ኣኼባ ዝዛረቡ ሰብኣዮም ሰበይቶም ኩሎም ማለት እዩ ተረዲእዎ እባ እዩ ትብል ብዙሕ ነገር እባ ሰብ ይፈልጥ ኣሎ እዩ ትብል እንታይ እዩ እዚ ከምዚ ሸተኽ መተኽ ጽሒፉ ሸተኽ መተኽ ኣብ ፌስቡክ ተመዊሉ ኣብ ዩቲዩብ ተመዊሉ ዝተዛረበ ሰብ ንሱ እከለ ዝበሃል መራሒና እንተዘይኮይኑ ጥራሕ ገለ እንዳበለ ዝፅሕፍ ሰብ ማለት እዩ ግደፍዎ ዘይትገድፍዎ ተኮይንኩም እቲ ህዝቢ ግደፍዎ መንዕኡ ንዓኻትኩምን ግድፈኩም እዩ ገለ ኢለ ይዛረበ ኣለኹ ኣነ ሕጂ ንባዕለይ ብውልቀይ ማለት እዩ ሓደ ከም ህዝበ ይጽረፍን ነውሪ ፍጹም ክልክል ከም ውልቀ ሰብ እውን እኮ ንሕና ብዓድና መሰል ስለ ዘይብሉ እምበር ኣይጽረፍዎን ኣይእሰርዎን ስኢልካ ስለ ዝተዛረበ ይእሰርዎን ኣብዚ ግን ያው መለማመዲ ስለ ዝኾነ ኩሉ ከምዚ መሞከሪ ኣንጮ እያ መድሓኒት ዝሞከራ እምበር ናይ ዲሞክራሲ መሞከሪ ናይ ዕብየት ናይ ዲሞክራሲ ዝግመታዊ ለውጢ ክንደይ ዓመታት እንታይ እዩ ዝበሃል ከምዚ ምእሳር ምቕያድ ገለገለ ሓሳብ ነፃነት ገለ የለን ገለ ዝበሃል ነገር እዚ ብጣዕሚ ዕስራን ሓደን ክፍለ ዘመን ክስማዕ ዘየብሉ እዩ ማለት እዩ ሓሳብካ ብሴኩሪቲ ቢልካ ኢኻ ትዕቅቦ እምበር ሎሚ ኩሉ ዘረባ ካብ ደገብ ዝነብረሉ ዘመነ ሓበሬታ ኣብ ዝበሃል ኢንፎርሜሽን ኤራ ኣብ ዝበሃል ሓበሬታ ናይ እከለ ይበፅሑኒ ኢልካ ወግዒ ጠምዚዝካ ፌስቡክ ገለ ቦፖሳት ምጥምዛዝ ገለ እዚኦም ኩሎም ዳርጋ ዝተበልዑ ወይ ከዓ ዝተለመዱ ቅድታት እዮም ግን ንምንታይ እቲ ሰብ ዝጥቀመሎም ሎም ዘሕዝን እዩ ማለት እዩ ዘሕዝን ማለት ገለገሊኡ ዘይተፈለጡ መሲሉ እውን ዝጥቀመሎም ሰብ ኣይትስእኑን ኢኹም ግን ተፈሊጦም እዮም እዚ በቃ ተቕንዕና ክንዛረብ ተኮይና ዋጋ የብሎም ከምዚ ዓይነት ኣካየዳ ግደፍዎም እየ ዝብለኩም ናተይ ወገን ማለት እዩ ቀፅል
እንታይ ክግበር እዩ ዝድለ ኣሎ ትዕግስቲ ገደብ ኣለዎ መንግስትነትኩም ከፍርፅ ንዝመፀ ሓይሊ መንግስትነትኩም ንኸይተፍርሱ ትኸድዎ ሓይል ትኸድዎ ትዕግስቲ ዋላ ወንበርኹም ኣልዒልኩም ሃው ማተር ኣይንገብረን እዚ ሐዚ ዝግበር ዘሎ ግን ልዕሊ ኹሉን ልዕሊ ኹሉን ኣብ ናይ ህዝቢ ሓድነት ዝበታትኽ፣ ተጋሩ ዞባ ብዞባ ተፈላሊና ዱፋዕ ፈሊና ክሳብ ክዋጋእ ዝደልዩ ሓይልታት ናይ ትግራይ ሓድነት ተተበቲኻሲ ትግራዋይ ተተሰይሩሲ ድሕሪ እዚ እንታይ እዩ ክኾን? እዚ ትግራዋይሲ እንታይ እዩ ዝግበር ዘሎ? ኣብ ልዕሊ እዚ ትግራዋይሲ እንታይ እዩ ዝሕሰብ ዘሎ? እምበርከ ተጋሩ ድዮም ክሳብ ንብል ተጨኒቕና ኣለና። ዋ ሕሉፍ ታሪክ ዘይኣክል ሕሉፍ ታሪኽ ይኣክል ንብል እንድሕር ኮይንናሲ። ማለት ካብዚኣ ንላዕሊ ዘረባ የላን ንለባም ኣምተሉ እያ ንዓሻ ከኣ ታይ እዩ ዝብሃል ኣእ ንዓሻ እንታይ ክንገብረሉ ኣይ ኣይ ተዛሪቦም ጽቡቕ ዘረባ ተዛሪቦም እሞ እቶም ማእከሎም ዝዛረብዎ ዘለዉ ትኽክለኛ ዘረባ እዩ ኢልካ ኣሚንካ ብኡ ክትከይድ ናይቶም መራሕቲ ኣይዶ ኖ ግን እቲ ዘረባ ንባዕሉ ዘሕዝን ዘሕፍር እሞ ከዓ ኣብ ኣደባባይ ድልየትካ ከም ደስ ከም ዝመሰለካ ሱቅ ኢልካ ኩሉ ምስጢር እንዳዛሕዛሕካ ንሱ ጥራሕ እውን ኣይኮነን እቲ ዋና ሽግር ኮይኑ ዘሎ ሕጂ ማለት እዩ ንንባዕላቶም ኣብ ውሽጢ ዝነበረ ቆሎ ጥጥቆ እቲ ሓደ ቢሮ ከሊእኒ ነይሩ ብቀዳማይ ኣብ ዝኾነ ክንፅሕፍ ከልና ገለገለ እዚ እዩ እቲ ወግዕታት ኮይኑ ዘሎ ማለት እዩ ዓድና ግን ኣብዚ ሕጂ ሰዓት ንሶ የድልያን እዩ ምክንያቱ ስራሕ ዘይብሉ መንእሰይ ካብ ምዕማጽ ዓዲ ኣይውዕልን እዚ ክትፈልጥዎ ክትክእሉ ኣለኩም ኢለኩም እየ ቅድሚ ሕጂ ማለት እዩ ስራሕ እዚ እንተዘይብልካ ኩሉ ግዜ ኣን ኣይድል ማይንድ ወርክሾፕ ኦፍ ዴቪል ይብልዎ ማለት እቶም ፈረንጂ ሲ እንታይ እዮም ዝብሉ ሰነፍ ዝኾነ ኣእምሮ ሲ ናይ ሰይጣን መፃወቲ ወይ ከዓ ወርክሾፕ ወይ ከዓ ቤተ ፈተነ እውን እዩ እግረ መንገዱ ማለት ስለዚ ነቲ መንእሰይና ዝወሃቦ ትኩረት ግቡእ ትኩረት ስለ ዘይወሃብ ነቶም ሰብ ሞያታት ግቡእ ትኹረት ስለ ዘይወሃብ ምሁር ክሳብ ሕጂ ዝተዛረቦ ብዙሕ ዘረባታት ንዓደ ይጠቕመኒ እዩ ኢሉ ዝሓሰቦ ስለ ዘይስማዕ እዩ ናብዚ ወፅዩ ዘሎ ስምዑ ለዋም ቅነ ክኾነልኩም እየ ዝምነ ዳሕና ቀንዩታ ክቡራትን ፍትዋትን ድማ ሳብስክራይብ ግበሩታ ኢኹም ለለዋም ይስምዓና ጉድላይት ዳሕና ሕደርታ ኣሕዋት ዘይማኖት እዩ